ሊድያ ይበሃል ተቐማጢት ስዑዲ ዓረብ እየ ቅድሚ ናብዚ ዓዲ ምምጸይ ማለት ኣብ ዓዲ እንዳሃለኹ ከለኹ ዓርኪ ኔርኒ ኣብቲ ሽዑ ግዜ ቁልዕነት ስለ ዝነበረና እዩ መስለኒ ምስ ተፍቃርየይ ዝነበረ ብዙሕ ግዜ ኢና ንጓራጮ ኔርና ብመሰረቱ ይፍቅር ኢልና ኢና ፍቕሪ ጀሚርና እምበር ትርጉም ፍቕሪ እውን እንታይ እዩ ብዝግባእ ኣይንፈልጥን ነይርና። ስለ ዝኾነ ኸኣ ፍቕርና ነዊሕ ኣይሰጎመን፣ ክንፈላለ ኢና ክኢልና። ካብ ምፍቓር ሓሊፍና እውን ዝኾነ ስጋዊ ርክብ ኣይገበርናን። ኣብዚ ዓዲ ምስ መጸኹ ግን ምስ ሓደ ወዲ ዓደይ ወዲ መረባይ ዝኾነ ወዲ ብቴለፈን ይራኸቡ እሞ ብዙሕ ከይጸንሐ እዩ እቲ ወዲ ንፍቕሪ ይሓተኒ። ኣነ ግን ኣብ ልዕሊኡ ዝኾነ ስምዒት ስለ ዘይነበረኒ ንፍቕራዊ ሕትኡ ኣይተቐበልክዎን። እቲ ወዲ ግን በዚ ተስፋ ኣይቆረጸን፣ ፍቕራዊ ሕትኡ ንግሆ ንግሆ እዩ ዝደጋግመለይ ነይሩ። በጃኺ ብዘይ ብኣኺ ክነብር ኣይክእልን'የ፣ ብጣዕሚ እዩ ዘፍቅረኪ እንዳበለ ብዙሕ ግዜ ለሚንኒ። ኣነ ኸኣ ወላ ደኣ ኣየፍቁረ እምበር ግፍዒ ከይኮነኒ ኢለ ብምሕሳብ ደሓር ከኣ እቲ ወዲ ጥዑይ ስለ ዝኾነ ንፍቕራዊ ሕትኡ ተቐበልክዎ። ብኸምዚ ኸኣ ፍቑራት ኮና። ክሳብ እዚ ሰዓት እዚ ግን ኣነ ኣብ እንዳ ሰብ ይሰርሕ ስለ ዝነበርኩ ንሱ እውን ኣብ ስራሕ ስለ ዝኾነ ብኣካል ተረኺብና ኣይንፈልጥን። ርክብና ብቴለፎን ጥራይ እዩ ነይሩ። ርክብናን ፍቕርናን ብቴለፎን ቀጺሉ። ኣነ እውን ምስ ግዜ ኣብ ፍቕሩ'የ ክወድቕ ክኢለ። ካብ ልበይ ኣፍቂረዮ። ፍቕሪ ምልምማድ እዩ ከም ዝበሃልስ ሓቂ እዩ። ሓደ ግዜ ኣነ ካብ ስራሕ ዕረፍቲ ይወጽእ እሞ ግድን ብኣካል ክንራኸብ ይሓተኒ። ኣነ እውን ሕራይ ኢለዮ ናብቲ ንሱ ዝነበሮ ቦታ ከድኩ። ብኣካል ክንራኸብ ምስ ጀመርና ጸታዊ ርክብ ክንገብር ይሓተኒ እሞ ኣነ ከኣ ሕራይ ይብሎ። ቅድሚ ጸታዊ ርክብ ምግባርና ግን ኣነ ምስ ክብረ ንጽህናይ እንተሃልየ ሓቲትኒ። ኣነ ከኣ ምስ ዝኾነ ወዲ ደቂሰ ስለ ዘይፈልጥ ብርእሰ ተኣማንነት ምስ ክብረ ንጽህናይ ከም ዘለኹ ነጊረዮ። ርክብ ምስ ገበርና ግን ኣነ ብድንግለይ ኣይጸናሕኩን ብጣዕሚ ሰንበድኩ ንሱ ውን ስለምንታይ ትሕስውኒ ሓቂ ተዛረቢ መን እዩ ድንግልናኺ ወሲድዎ ኢሉ ብሕቶታት ኣዋጠረኒ ኣነ ግን ከም ዘይሓሰኽዎን ምስ ዝኾነ ወዲ ርክብ ፈጺመ ከም ዘይፈልጥ ነጊረዮ ኣብቲ ሽዑ ግዜ ኣፍቃርየይ ዋላ ደኣ ኣይእመነኒ እምበር ደሓን ንስኺ ንዓይ ልዕሊ ኩሉ ስለ ተገድስኒ ናይ ድንግልናኺ ባዕል ይፈልጥ ብምባል ተቐቢልዎ ነይሩ። ይኹን እምበር ኣነ ከመይ ኢሉ ክኸውን ክኢሉ ምስ ወዲ ከይደቀስካ ዶ ድንግልናኻ ይፈርስ እዩ ድንግልናይ መን ወሲድለይ ኢለ ብምሕሳብ ብዙሕ ተጨነቕኩ። ነፍቃርየይ እውን ብዙሕ ገጭገጭ ዝብለሉ ነይረ። ሰባት ከይዋራዘዩለይ ስለ ዝፈራሕኩ እውን ብዛዕባ እዚ ጉዳይ ምስ ማንም ሰብ ኣይተዛረብኩን። ወዮ ኣፍቃርየይ እውን ንስኺ ኢኺ ተገድስኒ ኢሉ ከም ዘይተቐበሎ ኣብ ዝሓረቐሉ ግዜ ነዚ ነገር እዚ እንዳልዓለ የሳቕየኒ ኣሎ። ክንድዚ ዝኣክል እንዳሓሰኽኒ ኣነ ክምርዓውኪ ከይትሓስብዮ ወይ ሓቂ ተዛረቢ እቲ ድንግልንኺ ዝወሰደልኪ ወዲ ንገርኒ ይብለኒ ኣሎ። ኣነ ኸኣ ንሱ ናይ መጀመርያይ ወዲ ምዃኑ ደጋጊመ ነጊረዮ እየ። ዘይምርዓውኒ እንተኾይኑ እውን ኣነ ምስ ካልእ ወዲ ዝምድና ክጅምር ክገድፈንን ክፋላለን ለሚነዮ። ንሱ ግን ካባይ ወጻኢ ካልእ ጓል ከም ዘይምርዖን ክነግረኒ ይጸንሕ እሞ መሊሱ ከኣ ንዓይ ገዲፉ ኣብ ዓዱ ከይዱ ካልእ ጓል ክምርዖ ምዃኑ እዩ ዝነግረኒ። ምስ ክብረ ንጽህናይ ዘይምጽንሐይ ዝሓሰኽዎን ከምዚ ምስ ዕስራ ኣወዳት ዝደቆስኩ'ዩ ገይሩ'ዩ ዝሓስቦ። ኣብ ልዕለይ እውን ብፍጹም እምነት ዝበሃል የብሉን። ቴለፎን ተዘየልዒለዮ ወይ ቢዚ እንተኢላቶ ምስ ካልእ ወዲ ተዕልለላ እዩ ዝብል። ነታ ነገር እንዳልዓለ ከኣ ቅሳነት ይኸልኣኒ። ጓል ክሳብ ዝኾንኩ ዝሓቱኒ ኣወዳት ኣይሰኣኑን እዮም ኣነ ግን ልበይ ምስኡ እያ ዘላ ስለዚ ጨኪነ ክገድፎ ይሓስብ እየ ስለ ዘፍቅሮ ግን ኣይከኣልኩን እቲ ዝብለኒ ኩሉ ነገር ተጻዊረ እውን ምስኡ ክነብር ይደሊ እየ ግን ላንጋ ላንጋ ገይሩ ከይገድፈኒ ከኣ ይፈርሕ ሕጅስ እንታይ ተወሰንኩ ይሕሸኒ ድንግልናኸ ምስ ወዲ ከይደቀስካ ዶ ይፈርስ እዩ? ተጸባይት ምኽርኹምን ሓሳባትኩምን ሓፍትኹም ሊድያ ካብ ስዑዲ። ሰላምታ ኣይረሳዕኩን ኩቡራት ቤተሰብ ማሆሳር። ናይ ወትሩ ተኸታታሊት ማሆሳር ሓፍትና ሊድያ ከምዚ ክሰምዕዎ ዝጸናሕኩም ምኽሪ ደልያ ዛንትኣ የዕላትኒ ኣነ ከኣ ካብቲ ዘዕለለትኒ ነዊሕ ፍቕራዊ ዛንትኣ ጽሙቕ ኣቢለ ኢና ባኹም ኣቕሪበዮ ዘለኹ እሞ ተገዲስኩም ምኽርኹምን ሓሳባትኩምን ክተካፍልዋ በትሕትና ይምሕጸነኩም። ምሳኹም ዝጸናሕኩ ሓሜ እየ። ክሳብ መወዳእታ ቪድዮ ምሳይ ሓቢርኩም ብምጽናሕኩም ካብ ልቢ የመስግን። ክሳብ ብኻልእ ቪድዮ ዝምለሰኩም ሰላም።